ደይ 28 ፊቸር ተንስ ናይ ሎማዓንቲ ትምህርትና ከዓ ፊቸር ተንስ ናይ መፃኢ ጊዜ ማለት እዩ ናይ መፃኢ ጊዜ ኢና ክንርኢ ሎሚ ሶ ፊቸር ተንስ እንታይ ምዃኑ ክንርኢ ኢና ናይ መፃኢ ጊዜ እዩ ሶ ቢፎር ዳት ኢንትሮዳክሽን ሄሎ ኤቭሪዋን ሰላም ኩላትኩም ዌልካም ባክ ቱ ደይ 28 ኦፍ ኣር ኢንግሊሽ ለርኒንግ ቻለንጅ ናብ ናይ ኢንግሊሽ ብድሆ እንኳዕ ብደሓን መፃኹም ቱደይ ሎማዓንቲ

እዚ ኣብ ዝሓለፈ ርኢናዮ ኢና ቴንስ ማለት ሓደ ነገር ብዛዕባ ግዜ ወይ ከዓ ሓደ ነገር መኣስ ከም ዘጋጠመ ዝገልጸልና እዩ ኢልና ነርና ስለዚ there are three main types of tense ሰለስተ ዓይነት ናይ ቴንስ ዓይነት ኣለዉ ኢልና ነርና ማለት እዩ ሶ the, the first one is past tense ናይ መጀመርያ ናይ ሕሉፍ ግዜ action happened before ሓደ action ቅድሚ ቅድም ኢሉ ዘጋጠመ እንተኮይኑ እንታይ ንብሎ past tense

ቴንስ ንብል ኤግዛምፕል ሲምፕል ፕረዘንት ሲምፕል ኮንቲኒስ ሲምፕል ፐርፌክት ፐርፌክት ኮንቲኒስ ብዛዕባ እዚኦም ክልቲኦም ኣብ ዝሓለፈ ቪድዮ ሰሪሕ ኣለኹ ክልተ ፓርት ኣዋሲኹም ክትረኽቦም ትኽእሉ ኢኹም ናይ ሎም ዓን ትምህርትና ግን ፊቸር ቴንስ ናይ መፃኢ ግዜ ኣክሽን ዊል ሃፕን ኣክሽን ዳት ሃፕን ኢን ፊቸር ወይ ከዓ መፃኢ ዘጋጥም ነገር ንምግላፅ ንጥቀመሉ እዩ ሲምፕል ፊቸር ዝበሃል ኣሎ ፊቸር ኮንቲኒስ ፊቸር ፐርፌክት ፊቸር ፐርፌክት ኮንቲኒስ ማለት እዩ እዚኦም ሓደ ብሓደ ክንሪኦም ኢና ሎሚ ማለት እዩ ሶ ሲምፕል ፊቸር ተንስ ማለት እንታይ ማለት እዩ ሲምፕል ፊቸር ተንስ is used to describe action that will happen in the future ኣብ መጻኢ ዘጋጥም ኣክሽን ንምግላጽ ሲምፕል ፊቸር ተንስ ንጥቀም ማለት እዩ ፎርም ከዓ ክንጥቀም ከለና ዊል ፕላስ ቤዝ ፎርም ኦፍ ደ ቨርብ ዊል ኢና ንጥቀም ማለት ዊል ኣይ ዊል ንብል ሂ ዊል ሺ ዊል ኢልና ንጅምር ማለት እዩ

ሎሚ ምሸት ኩዕሶ ክጻወቱ እዮም። ሎሚ ምሸት ኩዕሶ ክጻወቱ እዮም። እዚ እንታይ ይነግረና ኣሎ? ሓደ ነገር ኣብ መጻኢ ከም ዘጋጥም ማለት እዩ። They will play football this evening. ሎሚ ምሸት ኩዕሾ ክጻወቱ እዮም። So you can also use going to for planned action. እቲ ዝ- እቲ ኣብ መጻኢ ዘጋጥም ነገር ከዓ ፕላንድ ወይ ከዓ ዝተወጠነ እንተኮይኑ ከ እንታይ ንጥቀም? going to ንጥቀም ማለት እዩ። ጎይንግ ቱ ጎይንግ ቱ ኣም ጎይንግ ቱ ኢልና ንጅምር ማለት እዩ ኣም ጎይንግ ቱ ዝወጠናዮ እንተኾይኑ ኣም ጎይንግ ቱ ትራቨል ኔክስት ዊክ ኣብ ዝቕፅል ወርሒ ክዛወር እየ ኣም ጎይንግ ቱ ትራቨል ኔክስት ዊክ ኣይ ሚን ኔክስት ማንስ ኣብ ዝቕፅል ወርሒ ክዛወር እየ they are going to They are going to start a new project soon. ድሕሪ ሓፂር እዋን ሓድሽ ፕሮጀክት ክጅምሩ እዮም። ድሕሪ ድሕሪ ሓፂር እዋን ሓድሽ ፕሮጀክት ክጅምሩ እዮም ይብል ኣለኹ ማለት እዩ። ስለዚ ጎይንግ ቱ ከዓ ፕላንድ ወይ ከዓ ዝወጠናዮ እንተኮይኑ ጎይንግ ቱ ንጥቀም ማለት እዩ። ፊቸር ኮንቲኒስ ተንስ ፊቸር ኮንቲኒስ ተንስ ክኸውን ከሎ ከዓ ኣብ መፃኢ ኮይኑ ግን ከዓ ዝቕፅል ማለት እዩ።

ስታዲ ዝነበረት ኣይ ኤን ጂ ወሲኽናላ ስታዲንግ ኮይና ማለት እዩ ስለዚ ኣይ ዊል ቢ ኣይ ዊል ቢ ስታዲንግ ኮይና ኣት 8 ፒኤም ቱ ናይት ሎም ምሸት ሰዓት ሸሞንተ ናይ ምሸት እንዳጽናዕኩ እየ ይብል ኣሎ ማለት እዩ ስለዚ ኣብ መጻኢ ኮይኑ ዝቕጽል ነገር ንምግላጽ ፊቸር ኮንቲኒስ ተንስ ንጥቀም ሺ ዊል ቢ ወርኪንግ ኦን ሄር ፕሮጀክት ኦል ደይ ቱሞሮ ጽባሕ ሙሉእ መዓልቲ ኣብ ፕሮጀክታ እንዳሰርሐት እያ እንዳሰርሐት ክትውዕል እያ ማለት እዩ ስለዚ ሽዊል ቢ ኢልና ተጠቂምና ወርኪንግ ወርክ ዝነበረት ከዓ ወርኪንግ ኣይኤንጂ ወሲኽና ኣብዚኣ ማለት እዩ ስለዚ ፊቸር ኮንቲኒስ ቴንስ ሓደ ነገር ኣብ መፃኢ ኮይኑ ግን ከዓ ንነዊሕ ግዜ ዝቕፅል ተኮይኑ ንጥቀመሉ ማለት እዩ they will be traveling to paris next month they will be traveling to paris next month ኣብ ዝቕፅል ወርሒ ናብ ፓሪስ እንዳተጓዓዙ እዮም ስለዚ ኣብ ዝቕጽል ወርሒ ናብ ፓሪስ እንዳተጓዓዙ እዮም። ኣብ መጻኢ ኮይኑ ግን ከኣ ዝቕጽል ኣክሽን ንምግላጽ ፊቸር ኮንቲኒስ ተንስ ተመራጺ ይኸውን ማለት እዩ። ስለዚ ዩዝ ዲስ ተንስ ቱ ሾው ዳት ኣን ኣክሽን ዊል ቢ ኢን ፕሮግረስ ኣት ሰርቴን ታይም እዚ እንጥቀመሉ ዓይነት ናይ ግዜ ከዓ ሓደ ኣክሽን ኣብ መጻኢ ከም ዝቕጽል ንምግላጽ ንጥቀመሉ ማለት እዩ። ስለዚ ንስኹም እውን ከምኡ ዓይነት ዘረባ ክትዛረቡ ምስ ትደልዩ እዚ ዓይነት ቴንስ ክትጥቀሙ ይግበኩም ወይ ከዓ ትኽእሉ ኢኹም። ፊቸር ፐርፌክት ተንስ ካብ ንምንታይ ንጥቀመሉ እንተልና ፊቸር ፐርፌክት ተንስ ከዓ ዲስክራይብስ ኣን ኣክሽን ዳት ዊል ቢ ኮምፕሊትድ ቢፎር ስፔሲፊክ ታይም ኢን ፊቸር ኣብ መፃኢ ዝፍፀም ነገር ቅድሚ ፍሉጥ ግዜ ማለት እዩ ሓደ ነገር ቅድሚ ምግጣሙ ቅድሚኡ ዝፍፀም ነገር ኣብ መፃኢ ግን ንምግላጽ እንታይ ንጥቀም ፊቸር ፐርፌክት ተንስ ንጥቀም ማለት እዩ ኤግዛምፕል ክንርኢ ኢና ኦኬ ቱ ፎርም ደ ፊቸር ፐርፌክት ተንስ ዩዝ ዊል ሃቭ ፕላስ ፓስት ፓርቲሲፕል ኦፍ ደ ቨርብ ንኣብነት ኣይ ዊል ሃቭ ፊንሽድ ማይ ሆምወርክ ባይ ታይም ባይ ደ ታይም ዩ ኣራይቭ ኣብ እትመፀሉ እዋን ዕዮ ገዛ ወዲኤዮ ኣለኹ ስለዚ እሱ ምፅእ ክብል ከሎ እቲ ዕዮ ገዛ ውዱእ ከም ዝፀንሖ ማለት እዩ ግን ግን ከዓ ኣብ መፃኢ ማለት እዩ ለዚ እንታይ ኢና ንጥቀም ኣይ ዊል ሃቭ ንብል ኣይ ዊል ሃቭ ኣይ ዊል ሃቭ ፊንሽድ ማይ ሆምወርክ ባይ ዘ ታይም ዩ ኣራይቭ ኣብ እትመፀሉ እዋን ዕዮ ገዛ ወዲአዮ ኣለኹ ሺ ዊል ሃቭ ሌፍት ባይ ዘ ኢንድ ኦፍ ዘ ደይ ንሳ ኣብ መወዳእታ ናይዛ መዓልቲ ትኸይድ ኣላ ናይ ኣብታ ናይ መወዳእታ መዓልቲ ብፅሕ ምስ በለት ክትከይድ እያ ማለት እዩ ኣብ ኣብ መፃኢ ግን ከዓ ቅድሚ ሓደ ነገር ኣብ መፃኢ ምፍፃሙ እዚ ነገር ከጋጥም ይኽእል ማለት እዩ ስለዚ ንምንታይ ኢና ንጥቀመሉ ፊቸር ፐርፌክት ተንስ ሓደ ነገር እም፣ ቅድሚ ሐ- ኣብ መጻእ ኮይኑ ሓደ ነገር ቅድሚ ሐ- ካልእ ነገር ምግጣሙ ንምግላጽ ማለት እዩ ከም ዘጋጥም ንምግላጽ እስኻ ቅድሚ ምምጻእካ ክኸይድ እየ እንተልና ሕጂ እሱ ቅድሚ ምምጽ- ኣብ መጻእ እዩ ግን እሱ ቅድሚ ምምጽኡ ከምዝ- ከም ዝኸይድ ይነግሮ ኣለኹ ማለት እዩ ከምኡ ዓይነት ኣዘራርባ ንክንዛረብ ፊቸር ፐርፌክት ተንስ ንጥቀም ማለት እዩ They will have completed the project before the deadline. ቅድሚት መዓልቲ ነቲ ፕሮጀክት ወዲኦሞ ኣለዉ። ፊቸር ፐርፌክት ኮንቲኒስ ተንስ ፊቸር ፐርፌክት ኮንቲኒስ ተንስ ከምንታይ ኢና ንጥቀመሉ እንተልና ፊቸር ፐርፌክት ኮንቲኒስ ተንስ ዲስክራይብስ ኣክሽን ዳት ዊል ቢ ሃፐኒንግ ዳት ዊል ሃቭ ቢን ሃፐኒንግ ፎር ሰርቴን ፔሪድ ኦፍ ታይም ቢፎር ስፔሲፊክ ፖይንት ኢን ፊቸር ኣብ መጻኢ ንዝቕጽል ተግባር ቅድሚ ካልእ ተግባር ዘጋጠመ ኣብ መጻኢ ኮይኑ ዝቕጽል ኣብ መጻኢ ኮይኑ ዝቕጽል ቅድሚ ካልእ ተግባር ዘጋጠመ ማለት እዩ ዝቕጽል ነይሩ ኣብ መጻኢ ይቕጽል ምሾ ሽዑ ሓደ ነገር ምጽኢሉ ኣቋርጽ ዘብሎ ማለት እዩ ንጥቀመሉ ፎርም ከዓ ዊል ሃቢን ፕላስ ኣይኤንጂ ንጥቀም ማለት እዩ ኦኬ ኣይ ዊል ሃቢን ኣይ ዊል ሃቢን ስታዲንግ ፎር ትሪ ኣዋርስ ባይ ቴን ፒኤም ቱናይት ሎም ምሸት ብሰዓት ዓሰርተ ናይ ምሸት ንሰለስተ ሰዓት እንዳጽናሕኩ ወይ ከኣ ከጽንዕ እየ። መብዛሕትኡ ግዜ እዚ ዓይነት ተንስ ዘይንክንጥቀመሉ ወይ ከኣ ዘይንክንሰምዖ ንኽእል ኢና። ግን ኣሎ ከምዚ ዓይነት ዝጥቀሙ ሰባት ኣለዉ። ከምዚ ዓይነት ክንዛረብ ከለና እዚ ዓይነት ተንስ ተጠቂምና ክንዛረብ ከለና ናይ ኣዘራርባ ክእለትና ዝለዓለ ምስ ዝኸውን እዩ ማለት እዩ። ስለዚ እተን ቀንዲ ክትፈልጥዎን ዝግበኣኩም ሲምፕል ፕረዘንት፣ ሲምፕል ፊቸር ኤንድ ሲምፕል ፐርፌክት እየን። ወይ ከኣ ሲምፕል ፓስት ከኣ ማለት እዩ እዚኤን ተፈሊጥኩም ብቐሊሉ ክትገልጹ ትኽእሉ ኢኹም እዚ ከም ተወሳኺ ማለት እዩ ሶ ኣይ ዊል ሃቭ ቢን ስታዲን ፎር 3 ኣዋርስ ባይ 10 ፒኤም ቱናይት ክብል ከለኹ ሎም ምሸት ብሰዓት ዓሰርተ ናይ ምሸት ንሰለስተ ሰዓት እንዳጽናዕኩ ወይ ከዓ ከጽንዕ እየ ይብል ኣለኹ ሹ ዊል ሃቭ ቢን ሹ ዊል ሃቭ ቢን ወርኪን ኣት ደ ካምፓኒ ፎር 5 ይርስ ባይ ኔክስት ጁላይ ብዝቕጽል ሓምለ ኣብቲ ኩባንያ ንሓሙሽተ ዓመት ክትሰርሕ እያ

The game ends ንሳቶም ንክልተ ሰዓት ክጻወቱ እዮም እቲ ጸወታ ብዝውድኣሉ ግዜ ቅድሚ እስድስ ከምዚ ኮምፕሊኬት ዝኾነ ነገር እዩ ዝመስለና ዘሎ እዚ መብዛሕትኡ ግዜ ሰባት ኣይጥቀምሉም ግን ከዓ እንተተጠቂምናሉ ናይ ምዝራብ ክእለትና ዝለዓለ እዩ ዝኸውን ማለት እዩ

እቲ ፀወታ ምውድኡ ንክልተ ሰዓት ከም ትፃወቱ ንሕብር ኣለና ማለት እዩ ሶ ቱደይ ዳስ ፎር ቱደይስ ለሰን ናይ ሎማዕንቲ ትምህርትና እዚ ይመስል ኣባውት ፊቸር ቴንስ ማለት እዩ ዊ ለርንድ እንታይ እንታይ ተማሂርና ሲምፕል ፊቸር ቴንስ ፎር ኣክሽን ዳት ዊል ሃፕን ኣብ መፃ ዘጋጥም ነገር ንምግላፅ ሲምፕል ፊቸር ቴንስ ከም ንጥቀም ርኢና ኣለና and feature continuous tense for ongoing action or future um, ኣክሽን ከም እንጥቀመሉ ፊቸር ፐርፌክት ተንስ ከዓ ኮምፕሊትድ ቢፎር ስፔሲፊክ ፊቸር ታይም ቅድሚ ገለ ነገር ኣብ መጻኢ ዘጓነፈ ግን ከዓ ዘቋረፀ ነገር ንምግላፅ ፊቸር ፐርፌክት ኮንቲኒስ ከዓ ኣብ መጻኢ ዝቕፅል ዘጋጥምን ዝቕፅልን ማለት እዩ ቅድሚ ገለ ነገር ምግጣሙ ንምግላጽ ንጥቀመሉ ማለት እዩ። ኪፕ ፕራክቲሲን ዲስ ቴንስስ ኪፕ ፕራክቲሲን ዲስ ቴንስስ ቱ ኮንፊደንትሊ ቶክ ኣባውት ፊቸር ፕላንስ ኤንድ ኢቨንትስ ኢፍ ዩ ፋውንድ ዲስ ሌሰን ሄልፕፉል ምልማድ ኣይትረስዑ እየ ዝብል ዘለኹ እንድሕር ዳ ፈቲኹሞ ከዓ ዶን ፎርጌት ቱ ሳብስክራይብ ሳብስክራይብ ምግባር ኣይትረስዑ ኤንድ ሸር ኢት ዊዝ ዩር ፍሬንድስ ምስ መሓዙትኩም ከዓ ሸር ምግባር ኣይትረስዑ ሲዩ ኢን ደ ኔክስት ቻሌንጅ ኣብ ዝቕፅል ቻሌንጅ የራኽበና ሰሰናዩ